ሰላም ሰላም ክቡራት ተኸታተልቲ ናይዛ ቻነለይ ሎማዓንቲ ከዓ ብሓዳሽ ፕሮግራም መፅኩም ኣለኹ ናይ ሎም ዓንቲ ፓንኬክ ኢና ክንሰርሕ እዚ ፓንኬክ እዚ ከዓ ካብቲ ካልእ ንሪኦ ፍልይ ዘብሎ ዘገርም ጣዕሚ ጥራይ ዘይኮነ ዘለዎ ንጥዕናና ከዓ ዘደንፍዕ ፓንኬክ ቺያሲድ ኣለዎ ተምሪ ኣለዎ ኣልመንድ ኣለዎ፣ ጸባ ኣለዎ፣ እንቃቆሖ ኣለዎ፣ ስፒናች ወይ ከዓ ሓምሊ ኣለዎ። ብፍላይ እዞም ፒክ ኢተርስ ተኾይኖም ዝኾነ ዝቐረብካሎም ዘይበልዑ መግቢ ብጣዕሚ ይጠቕመካ ማለት እዩ። ጥቀመሎም ነገራት ተምሪ ክጥቀም እየ። ተምሪ ኣብ ክንዲ ሽኮር ማለት እዩ ዝጥቀመሉ ኣነ። ተምሪ ክትጥቀም ትኽእል ኢኻ፣ መዓር ወይ ከዓ ሜፕል ሰራፕ ዝበሃላ ልብሱ ክትጥቀማሉ ትኽእል ኣብዚ ዝኾነ ድኳናት ኣለክ ከምዝኻ ትጥቀማት ናቹራል ማለት እዩ እቲ ስዊትነር ሲ እቲ ሽኮር ትገብሮ ናቹራል ተደሊኻ እዚ ትጥቀማ ትኽእላ ኢኻ ሎማዓንቲ ግን ተምሪ ተጠቂመ ኣለኹ ኣነ እዚ ከዓ ቺያሲድ ማለት እዩ ቺያሲድ ወይ ከዓ እንጣጢዕ ሓደ እዩ ዝገብረሉ ማለት እዩ እዚ ከዓ ንኦሜጋ ስሪ ከም ናይ ዓሳ ጥቕሚ እዩ ዘለዎም እዚኦም ንኸምኡ ኢለ ዝእትወሎም ቪድዮ እውን ሰርሐ ኣለኹ ኦረዲ ብዛዕባ እዚኦም ቅድሚ ሰለስተ ዓመት ገለቢለ ከእትወልክን እየ እዚ ርእየኽን ቸክ ግበሮ ኢኽን እቲ ጥቕምታቱ ዋላ ብወረቐት እውን ክፅሕፈልክን እየ ብዝለዓለ ሓዲኦም ክጥቀም እየ ማለት እዩ ካልእ ኣልመንድ ማለት እዩ ኣልመንድ እውን ሰሪሐልክን ኣለዎ ቅድሚ ብዙሕ ዓመታት እውን ኣልመንድ ከዓ ክጥቀም እየ ካብዚ ኣብ ክንዲ ሓሩጭ ማለት እዩ ግን እንታይ ይኸውን እዚ ከምዚ ኣብ ኦቨን ገለ ትእቲኻ እዩ ከምዚ ኣብ ኬክ ገለ ነገር ይወፀልካ እዩ ኣብ ፓንኬክ ግን ቁርብ ብትኽ ብትኽ ስለ ዝብል ፊኖ ይሕውሰሉ እዩ ፊኖ መተሓሓዚ ስለ ዝኾነ ፊኖ ሰሊ በዚ ጥራይ ጌራስ ኣይወጸለይን ዘሎ እምበር ፈቲነ ይፈልጥ እየ ማለት በዚ ጥራይ ጌረ ሕጂ ግን ፊኖ ክንሕውሰሉና እዚ ግን ከም ሓርጭ ማለት እዩ እዚ ብናይ ሓርጭ መልክዑ ከዓ ኣብ መህለክን ኣልመንድ ፍሎር ዝብል ከምዚ እየ ተጠቂሙ ዘለኹ ኣነ ኣልመንድ ፍሎር እዚ ክጥቀም እዩ እዚ ዋንኡ እየ ዘርእየከ ዘለኹ እምበር ማለት ሓንሳብ ዱባ እትከሉ ሓንሳብ ባናና ክትእትወሉ ትኽእል ብዙሕ ነገር ኢና ንእትወሉ ሕጂ ግን እዛ ልማዓንቲ ሰሪሐ ዘለኹ ንዓ እየ ዘርእየክን ዘለኹ እምበር ብዙሕ ነገራት ክትገብራ ትኽእል ኣብቲ ውሽጢ ሓዊስክን እቶም ቆልዑ መብልዓ ዘዕብኹም ትኮይኑ ከምዚ ናተይ ማለት እዩ ኣብኡ ሓዊስና ኢና ነቲ ፓንኬክ ንበዶ ኣለና እዚኣ ከዓ ቫኒላ ማለት እዩ ቫኒላ ንኸሉ ነገር ጥዕሚ ዝገብሩ ሕጂ ኣርቲፊሻል ኣሎ ቫኒላ ኤክስትራክት ዝብል ከምኡ ኣይትግዛ ፒር ፒር ቫኒላ ኤክስትራክት ዝብል ኣሎ ኣነ ካብ ኮስከ ገዚኦ ብዙሕ ከምዚ ዓቐን ክረክብ ማለት እዩ ጥቕምታት መሊሱ ከዝሓልና ሓምሊ ከኣ ስፒናሽ ከኣ ክትፈትወሉ እዩ እዚ ስፒናሽ ኣብ ዝኾነ ነገር ጽሞቕ በዚ ሰሪሕልክን ኣለኹ ትርእዮ ትኽእላ ኢኽን ኣብቲ ናተይ ዩቱብ ውሽጢ ኣትክን ማለት እዩ ብዙሕ ነገራት ይጥቀመሉ ቴስቱ ውፅእ ስለ ዘይብል ጥዑም እዩ ኣብ ጽሟቕ ኣብ ዘ ፓንኬክ ኣብ ዝበልኩ ክንእትዎ ኢና እዚኣ ማለት እዩ ስፒናሽ ኢልክን ከምዚ ኢኻ ትጠማ ትኽእላ ኢኻ ካሮት ካብታ ፀማቒት ትማሊ ኣርእየኪ ነይረ እታ ቪድዮ ረእያ ኢኽን ቸክ ዘይገበርክና እተለኽን ካሮት ካብኡ ዝወፀ ማለት እዩ እዚ ካብኡ ወፂና ከዓ እዚ ኣብ ሰላጣ ድና ንእትዎ ኣብ ናይ ሩዝ ድና ንእትዎ ኣላ ንሩዝ ሕጂ እዚ ክስታይ ግን ፅቡቅ እዩ ዝገብሮ መልክዑ ንገድመን እዩ ኣብ ከምኡ ንእትዎ ኣብ ዝኾነ ነገር ኣብ ፅሟቅ መሊስና ንእትዎ ንኽእልና ኣብዚ ከዓ ንፀባ ከዓ ኣለኒ ፀባ ወይ ከዓ ርግኦ እውን ክትእትዋሉ ትኽእላ ኢኻ ተደሊኽ ብርግኦ እውን ፈቲነ ይፈልጥ እየ ርግኦ ከዓ ክትገብራሉ ትኽእላ ኢኻ እዚኣ ጌርና ብምሉኡ ሓዋዊስና እንድሕር ኣብሊዕናዮ ካልእ ቁርሲ ዘይሃብናዮም ክንብላ ንኽእል ኢና ማለት እዩ ቋቑሖ ከዓ ኣሎ ምስኡ ባተር ከዓ ምስኡ ክጥቀም ይወካል ጌረ እዚኣ መተሓዋወሲት ነዚ ንብረተይ ተጠቂመላ ዘለኹ እዚኣ ተጠቂመ ዘለኹ እዚኣ ሚክሰር ዘይብልክን እንተኮይና ዝጠቕመክን እያ ኣብ ገዛ ክን ዓዳ ኖርማል እያ ኣብ ቅጫ ፃልጣ ክትገብራ ትኾን ክንዲኽን ከምዚ ንፓኬካ መዓልታዊ ዝጥቀመላ ብዙሕ ነገራት እየ ዝጥቀመላ ዋላ እዚ ናይ ኣበካዶ ማስክ ገለ ክትገብረ ከለኹ ናብ ጨጉርኽን ወይ ገለ ዝኾነ ምህረም ንሓፂር ምህረም ስለ ዝኾነ ምስ ክስታይ እያ ትመፅእ ምስ ኩባያኣ መኽደን እውን ኣላታ ነዚኣ ኣብኡ ክትቕምጦ እተደሊኽን ዝኾነ ነገር ድንሽ ዲኻ ገለ ዝኾነ ትውቃዕላ ተለኻ ኢንወይ ዝህረም ጥራይ ይኹን ኣብዚኣ ጌርክን ክትገብራ ትኽእል እያ ክብሎ መዓልቲ እዚኣ ንእሸ ትገብር ተዘይረክን ከዓ ኣብ ፀሞቒት ናይ ጁሰር ኣብኡ ጌርክን ክትገብሩ ትኽእል ኢኹን ኣብ ጣሓን ሽጉርቲ ክትገብሩ ትኽእል ምትሕዋስ እዩ ክስታዩ እቲ ዋና ነገሩስ ከመይ ጌርና ንተሓዋወሶ እዩ ብዙሕ ክስታይ ኣይትኹን መጀመርያ እቶም ፈሰስቲ ብሓንሳብ ክንገብሮም ኢና ንሳትካ ኣለዎ ክንደይ ኩባያ እዩ ክንደይ ሚሊሊትሪ ስለ ዘለዎ ንዝኾነ ብዓቐን ክትገብሮ ወይ ክትሰርሖ ዝደለኻ ነገራት እውን ጠቕመክን እዩ ከምዚ ክትገዝኣ ከለኻ ማለት እዩ ንኹሉ እያ ትጠቅም ኣብ መዐቀኒ እውን ትጥቀማ ናትኻለ ኢኻ ስለዚ ኣብ ከቲኣ ከርእየክን ኢለ እየ ስለዚ ኣብዚኣ ሓንቲ ኩባያ ተጠቂመ ኣለኹ እዚኣ ላ ዋን ካፕ ትብል ሓንቲ ኩባያ ፀባ ተጠቂመ ኣለኹ እዚኣ ከዓ ሎማዓንቲ ቺያ ሲድ ክጥቀም እየ ቺያ ሲድ ማለት እዩ ንፍሕ እዩ ዝብል እዚ ሰለስተ ማንካ ሻሂ ዝኸውን ገይረሉ ኣለኹ ተምሪ ከዓ ኣለና ተምሪ ከምዚኣ ገይርኩም ተትርክሶ እትኽእላ ኢኽን ኣብቲ ማሽንክን ከይተረክን ተደሊኹም
ማይ ውዒ ጌርክን ነገር ግን እንቋቑሖ ከዓ ክንገብረሉ ኢና ክልተ እንቋቑሖ ገይረሉ ኣለኹ ኣነ ቁሩብ ካሮት ከዓ ክልተ ማንካ ሻሂ ዝኾነ ከዓ ካሮት ከዓ ገይሩ ኣለኹ ባተር ከዓ ኣለና እዚ ትጠስ ማለት እዩ ቁሩብ መልቲ ዝኾነ ከምኡ ክትገብራ ማራ ሸረኽረኽ ዝበለ ትግበሮ ባተር ከዓ ምዚ ገረ ገረ ኣሎ ቫኔላ ከዓ ኣለና እዚኣ ንሸይ ክብር እንቴስቲ ብዙሕ ኣይተብዝሓሉ እዚኣ ገረ ፍርቂ እያ ከማን ፍርቂ ናይዚ ኩባያ ገረ የብሎ ተምሪ ዝተርከሰ እቲ ኣለኹ ስፒናሽ ከዓ ቁሩብ ገረ ኣለኹ ማለት እዩ ተን ሓምሊ ዓይነ እየ ዝገብሮ ዘሎ ዳርጋ ክርእየክን ለነቲ ሓሳብ እምበር ኤግዛክት ኦኬ እጂ ድራይ ኢንግሪዲንት ክንገብር ኢና ንቑፅ ማለት እዩ ትሪኢ ኣለኹም በዚ ሓርድ ፊኖ ምፅእ ዘለኹ ናይ ኣልመንድ ከዓ ከምኡ ማለት እዩ ክልቲኡ ብሓንሳብ ክሕውሶ እየ ቤኪን ፓውደር ንእሽ ኢና ንገብረሉ ከም ዝበልኩ ንእሽ ማንካ ንየለት ንብዚኣ ንእሽ እዚኣ ገብረሉ

ብፍላይ እዞም ፒክ ኢተርስ ተኾይኖም ዝኾነ ዝቐረብካሎም ዘይበልዑ መግቢ ኣሸገርቲ ቆልዑ ብጣዕሚ እዩ ዝጠቕመካ ማለት እዩ